ክብሪ ንኣምላኽ ይኹን ኢየሱስ ክርስቶስ ጎይታ እዩ ከመይ ጸኒሕኩም መዝሙር ዳዊት ሚትን ሓምሳን ክነንብብ ኢና እሞ ብኡ ከዓ ናብቲ ናይ ቃል ግዜን ከይድ ኢና መዝሙር ዳዊት ሚትን ሓምሳን ከምዚ ይብል፣ ሃለ ልውያ ንኣምላኽ ኣብ መቕደሱ ኣመስግንዎ፣ ኣብ ጠፈር ስልጣኑ ኣመስግንዎ፣ ስለቲ ግብርታት ሓይሉ ኣመስግንዎ፣ ከም ብዝሒ ዕቤቱ ኣመስግንዎ፣ ብድምጺ መለኸት ኣመስግንዎ፣ ብበገናን መሰንቆን ኣመስግንዎ፣ ብኸበሮን ብሳዕስዒትን ኣመስግንዎ፣ ብቓና ኣውታርን እምብልታን ኣመስግንዎ። ጭልጭል ብዝብል ጸናጽል ኣመስግንዎ ብጥዑም ዝደሃዩ ጸናጽል ኣመስግንዎ ትንፋስ ዘለዎ ኩሉ ንእግዚኣብሄር የመስግኖ ኣለሉያ እስኪ ኩላትና ክንብላ ኢና እንደገና ድምጽና ኣውጺና ሃለሉያ ንኣምላኽ ኣብ መቕደሱ ኣመስግንዎ፣ ኣብ ጠፈር ስልጣኑ ኣመስግንዎ፣ ስለቲ ግብርታት ሓይሉ ኣመስግንዎ፣ ከም ብዝሒ ዕብየቱ ኣመስግንዎ፣ ብድምጺ መለኸት ኣመስግንዎ፣ ብበገናን መሰንቆን ኣመስግንዎ፣ ብበገናን መሰንቆን ኣመስግንዎ። ብኸበሮን ብሳዕስዒትን ኣመስግንዎ፣ ብቓና ኣውታርን እምብልታን ኣመስግንዎ፣ ጭልጭል ብዝብል ጸናጽል ኣመስግንዎ፣ ብጥዑም ዝደሃዩ ጸናጽል ኣመስግንዎ፣ ትንፋስ ዘለዎ ኩሉ ንእግዚኣብሄር የመስግኖ። ሃሌሉያ ኣሜን። ጎይታ ስለ ቃልካ ነመስግነካ ሕጂ ውን ንዓኻ ክነመስግነካ ቃልካ ይዛረበና ከምቲ ቃልካ ዝብለና እግዚኣብሄር ኮይና ክንርከብ እግዚኣብሄር ንነፍሲ ወከፍና ርዳእ ሕጂ ጎይታይን ኣምላኸይን ኩሉ ካባኻ ዘይኮነ ሓሳብን መንፈስን ኩሉ ብሽም የሱስ ካብ ልዕሊ ነፍሲ ወከፍና ዝረሓቐ ይኹን ኣቦ ንነፍሲ ወከፍና ግን በቲ ቅዱስ መንፈስካ ባርኸና ሓሳብና ግዝኣዮ መንፈስና ግዝኣዮ ኩልንትናና ግዝኣዮ ጎይታ ከምቲ ዝጸለናዮ ልብና ንቃልካ ዝተኸፍተ ይኹን ምስትውዓልና ተቆጻጸር ምስትውዓልና ክፈት ስለ ኩሉ ልዕል በል ብሺም ኢየሱስ ደገፍካ ምሳና ስለ ዘሎ ኣሜን ክብሪ ንኣምላኽ ይኹን። ሎሚ እንሪኦ ሓሳብ እንታይ እዩ ትንፋስ ዘለዎ ኩሉ ንእግዚኣብሔር እንታይ ይግበሮ የመስግኖ እዚ ዘማራይ ዳዊት እንታይ ኢሉ ንኣምላኽ ኣብ መቕደሱ እንታይ ግበርዎ ኣመስግንዎ እግዚኣብሔር ኣብ መቕደሱ እዩ ዘሎ ግን ንስኻትኩም እንታይ ግበርዎ ኣመስግኑ። ንኣምላኽ ኣብ መቕደሱ ማለት ኣብቲ ኣብቲ ዕቤቱ ኣብቲ ዝተፈለየ ቦታ ዝተቐደሰ ማለት ፍሉይ ቦታ ማለት እዩ። እግዚኣብሄር ኣብቲ ፍሉይ ክብሩ ኣብቲ ፍሉይ ቦታ ኢሳያስ ከምኡ ኢሉ ምሽ ኣሎ እግዚኣብሄር ኣበይ ረኣኹዎ ኢሉ ኣብ ዝፋኑ ምሽ ኣብቲ ቅዱስ ማሕደሩ እንታይ ገበርኩዎ ረኣኹዎ ኩሎም እቶም ክሩቤላት ሱራፌላት ከኣ ንዕኡ እንታይ ይገብርዎ ነይሮም? የመስግንዎ፣ ቅዱስ ቅዱስ እንዳበሉ ይባርኽዎ ነበሩ። ለን ኣብቲ መቕደሱ ንኣምላኽ ኣብ መቕደሱ እንታይ ግበርዎ? ኣመስግንዎ። ኣብ ጠፈር ስልጣኑ ከኣ እንታይ ግበሩ? ኣመስግንዎ። ስለቲ ግብርታት ሓይሉ እንታይ ግበሩ? ኣመስግንዎ ከም ብዝሒ ዕቤቱ ኣመስግንዎ ብድምጺ መለኸት ኣመስግንዎ ብበገናን መሰንቆን ኣመስግንዎ ብኸበሮን ሳዕስዒትን ኣመስግንዎ ብቐና ኣውታርን እምብልታን ኣመስግንዎ ጨልጨል ብዝብል ጸናጽል ኣመስግንዎ ብጥዑም ዝደሃዩ ጸናጽል ኣመስግንዎ ትንፋስ ዘለዎ ኩሉ ንእግዚኣብሄር እንታይ ይግበሮ የመስግኖ። ብዙሕ ግዜ ንእግዚኣብሔር ብምኽንያት እንታይ ንገብሮ ኢና? ነመስግኖ ኢና። ብዙሕ ምኽንያታት ነምጽእ እሞ ንእግዚኣብሔር እንታይ ንገብር? ነመስግን ኢና። ንኣብነት ኩሉ ምስ መልኣልና ንእግዚኣብሔር እንታይ ንገብር? ነመስግን። እዚ ከኣ ቅቡልን ክንገብሮ ከኣ ዘለናን እዩ። ኩሉ ምስ ኮነልካ ወይ እዚ ሕጂ ሰብ ካብ ትምህርቲ እንታይ ዝገብረሉ ግዜ እዩ? ዝውድኣሉ። ሰብ ከኣ እንታይ የቕርብ ማለት እዩ? ናይ ምስጋና ግዜ የዳሉ፣ ናይ ምስጋና እወ እግዚኣብሔር ረዲእዎ ይብል ማለት እዩ። እዚ ከኣ ቅኑዕን ቅቡልን እዩ ስም ኣምላኽ ይባረኽ ስለዚ ዝኾነ ይኹን ነገር ምስ ኮነ ንኣምላኽ እንታይ ንገብሮ ነመስግኖ ዝኾነ ምስ ኮነልና ፈውሲ ምስ ረኸብና ንኣምላኽ እንታይ ንገብሮ ነመስግኖ ንኣብነት ዓሰርተ ለምጻማት ናብ ጎይታና የሱስ ክርስቶስ መጺኦም ምሽ ጎይታ እንታይ ገይርዎም ፈዊስዎም ኪዱ ገዛ ርስኹም ንመን ኣርኢ ኢልዎም ንኻህን ኣርኢ ኢልዎ ካብቶም ዓሰርተ ግን መን ተመሊሱ? ሓደ ካልእ ዝዓሌቱ ናብ ኣምላኽ እንታይ ኮይኑ? ናብ ጐይታ ናብ የሱስ መጺኡ። የሱስ ከኣ ገሪምዎ፣ ብጀካ እዚ ካልእ ዝዓሌቱሲ ንኣምላኽ ከመስግን ዝመጸዶ የለን ኢሉ። ሰብ እውን ተፈዊሱ ኣብ ህይወቱ ምሕረት ኣምላኽ በዚሕሉ ኣብ ስግኡ ጥዕና ረኺቡ እውን ንኣምላኽ ከየመስገነ ክርስዖ ይኽእል እዩ፣ ከየቋጸሮ እውን ይኽእል እዩ ማለት እዩ። ፈውሱ ረኺቡ ከኣ ከምዚ ሓደ ካብ ዓሰርተ ሓደ ማለት እዩ እቲ ቁጽሪ እኮ ዋላ ሕጂ ውን ከምኡ እዩ ዋላ እቲ ናይ ኣምላኽ ስራሕ ሰብ ርእዩ ኣብ ሂወቱ እቲ ፈውሲ ዝበሃል ኣብ ሂወቱ መጽዩሲ ንኣምላኽ ንምምስጋን ዘይክሓስቦ ይኽእል እዩ ማለት በዛ ጽሕፍቲ እቲ ዘመስግን ካብ ክንደይ ካብ ክንደይ እዩ ካብ ዓሰርተ ክንደይ ሓደ በዛ ጽሕፍቲ መሰረት እዩ ዘሎ። በዛ ናይዛ ጽሕፍቲ ስታቲክሲ ካብ ዓሰርተ ክንደዮም ዘመስግኑ? ሓደ ይመስግን። ጎይታ ከኣ ገሪሞ ካብዞም ኩሎም ፈውሲ ዝረኸቡሲ እቲ ንኣምላኽ ከመስገን ዝመጸ ብጀካ እዚ ካልእ ዝዓሌቱ እቶም ካልእ ከኢሉ ስም ኣምላኽ ዝተመስገነ ይኹን ሰብ ስለዚ ፈውሲ ምስ ረኸበ እውን ንኣምላኽ እንታይ ይገብር እዩ ማለት እዩ ፈውሲ ምስ ረኸበ እውን ንኣምላኽ እንታይ ይገብር እዩ ሰብ የመስግን እዩ ከምቲ ኩሉ ግዜ ንገብሮ ከዓ ፕሮግራም ቅድሚ ምጅማርና ንመን ነመስግን ንኣምላኽ ነመስግን ክንውድእ ከለና ከ ንመን ነመስግን ንኣምላኽ ነመስግን ስለቲ ጎይታ ኣብ መስቀል ዝገበሮ ውዱእ ስራሕ ከ ንመን ነመስግን? ንኣምላኽ እንታይ ንገብር? ነመስግን። ጎይታ ኣብቲ መስቀልሲ ተፈጸመ ኢሉ ኩሉ ሕጂ ንሕና ክንገብሮ እንጽዕር ነገር የለን። ሕጂ ግን ስለቲ ውዱእ ስራሕ ናይ መስቀል ጎይታና የሱስ ክርስቶስ ኣብ መስቀል ዝወደኦ እሞ ተፈጸመ ዝበሎ ኩሉ ግዜ ንኣምላኽ እንታይ ንገብሮ ማለት እዩ? ነመስግኖ። እንታይ ከነኣምን? እንቕበሎ ነገር ስለ ዘሎ ማለት እዩ። ለውጢ እዩ ስም ኣምላኽ ይባረኽ ለውጢ ስለ ዝኾነ ስለዚ ናይ መስቀል ስራሕ ከኣ ንኣምላኽ እንታይ ንገብሮ ማለት እዩ ነመስግኖ ንኣምላኽሲ ክብሪ ንቦ በቃ ስለ ሓጢኣተይ ስለ በደለይ ነቲ ሓደ እተፍቅሮ ወድኻ ኣብ መስቀል ስለ ዝሃብካዮ ኣነ ከኣ ንዑ ብምእማን ጽድቂ ኣምላኽ ኣብ ህይወተይ ስለ ዝመጸ እመስግነካ ኣለኹ ኢልና እንታይ ንገብሮ ነመስግኖ ስለቲ ውዱእ ስራሕ ናይ ኣምላኽ ነመስግን ማለት እዩ። ካልእ ዘይጠቐስክዎ እውን ብዙሕ ነገራት ንኣምላኽ ክነመስግነሉ ምኽንያት እንህቦ ወይ ከኣ ምኽንያት እነቕምጦ ነገራት ክህሉ ይኽእል እዩ። ብእኡ ኸኣ ንኣምላኽ ነመስግን። ምኽንያት ጌርና ንኣምላኽ ምምስጋን ጌጋ ኣይኰንኩን ዝብል ዘለኹ። ግን ኣብ ህይወትና ኩሉ ግዜ እንታይ ንገብሮ እዩ? እንርእዮን ዝተለማመድናዮን እንገብሮን ነገራት እዩ። ስም ኣምላኽ ዝተመስገነ ይኹን። ካልእ ኣብ ቃል ኣምላኽ ንኣምላኽ ዘመስገኑ ሰባት እውን ብዙሓት ክንጠቅስ ንኽእል ኢና። ካብኦም ገለ ሰለስተ ክጠቅስ እየ፣ ሃና፣ ጐይታና የሱስ ክርስቶስ ባዕሉ፣ እንደገና ጳውሎስን ሲላስን ኣብ ማእሰርቲ፣ እንደገና እውን ደቂ እስራኤል ኣብቲ ኵሉ ጕዕዞኦም ንኣምላኽ እንታይ ይገብርዎ ነበሩ? የመስግንዎ ነበሩ። ኣብ ሃና ኬድና እንተ ርኢና ኣብ ካልኣይ ሳሙኤል ኣብ ምዕራፍ ክልተ ቀዳማይ ሳሙኤል ሃና ንኣምላኽ ክተመስግን ከላ ኢና ንሪኣ። እንታይ ኢላ ተመስግን? ቀዳማይ ሳሙኤል ምዕራፍ ክልተ ቀዳማይ ሳሙኤል ምዕራፍ ክልተ ሃና ዘመስገነቶ ምስጋና ኣለዎ። ንኣምላኽ ኣመስጊና። ሃና ድማ ከምዚ ኢላ ጸለየት እዩ ልበይ ብእግዚኣብሔር እንታይ ይኸውን ይሕጎስ ኣሎ ቀርነይ ብእግዚኣብሔር ክብ ይብል ኣሎ ብምልሓንካ ተሓጒሰ እሞ ኣፈይ ኣብ ጸላእተይ ሃህ ኢሉ ኣሎ ብጀካኻ ካልእ የልቦን እሞ ከም እግዚኣብሔር ዝበለ ቅዱስ የለን ከም ኣምላክና ዝበለ ከውሒ የልቦን እግዚኣብሔር ኩሉ ዝፈልጥ ኣምላክ እዩ ግብርታት ከኣ ኣብኡ ሙዙን እዩ እሞ እምብዛ ዘረባ ትዕቢት ኣይተብዝሑ ቃል ድፍረት እውን ካብ ኣፍኩም ኣይውጻእ ቀስቲ እቶም ሓያላት ተሰብረ እቶም ሰንከልከል ዝብሉ ከኣ ሓይሊ እንታይ ገበሩ ተዓጥቁ እቶም ጽጉባት ዝነበሩ ምእንቲ እንጌራ ተገዙ እቶም ጥሙያት ደጊም እንታይ ኣይገበሩን እወ ነታ መኻን ሸውዓተ ወለደት እታ ወላድ ግና እንታይ ግበር ደኸመት እግዚኣብሄር ይቐትል ይሐዊ ኸኣ ናብ ሲኦል የውርድ እዚ ኹሉ ትብሎ ዘላ ሃና ንኣምላኽ እንታይ እያ ትገብሮ ዘላ ተመስግኖ እያ ዘላ ልበይ ብእግዚኣብሄር እንታይ ይገብር ኣሎ ይሕጎስ ኣሎ ቀርነይ ብእግዚኣብሄር ባህ ቀርነይ ብእግዚኣብሄር ክብ ይብል ኣሎ እዚ ቀርኒ ኩሉ ግዜ እንታይ እዩ ሓይሊ እዩ ስም ኣምላኽ ዝተመስገነ ይኹን ሓና ብዝተፈላለየ መንገዲ ብፍላይ ከዓ ብዛዕባ እቲ ውላድ ዘይምርካባ ትረኽቦ ዝነበረት ነገራት እታ መን እያ ተባጭወላ ዝነበረት እታ መጻርር እታይ እዩ ዝብለና ኣብ ቀዳማይ ሳሙኤል ምዕራፍ ሓደ ሸውዓተ እግዚኣብሔር ግና ማህፀና ማህፀን ሃና ማለት ስለ ዝዓፀወ እታ መጻርርታ ምእንቲ ክተኾሪ እያ ኢላ ኩሉ ግዜ እንታይ ትገብረላ ነበረት ተባጭወላ ተባጭው እንኮላሲ ሃና እንታይ ትኸውን ኣላ ማለት እዩ ደክም እያ ዘላ ምብጫው ሰሚዑ ዝብርትዕ ሰብ ኣሎ ድዩ ምብጫው ናይ ተጻረርቱ ሰሚዑ ማለት በቲ ድኻሙ በቲ ዘለዎ ዝተፈላለየ ነገር ሰሚዑ ዝብርትዕ ሰብ ዘሎ ኮይኑ ይስማዓኒ ሃና ክትጽልም ኮላ ግን ኣብዚ ነቲ ሓያል ክተመስግኖ ኮላ ግን ቀርነይ ብእግዚኣብሔር እንታይ ኮይኑ ኣሎ ክብ ይብል ኣሎ እስከ ቀርነይ በሉ ብእግዚኣብሔር ክብ ይብል ኣሎ ሓይሊ ስም ኣምላኽ ዝተመስገነ ምሽ ንቀርነይ ከም ናይ ጎባይ እንታይ ገበርካዮ ኣልዓልካዮ ልዕል ይብል ማለት መጻርርትኻ ክትገጥመሉ ትኽእል ዓቕሚ ትረክብ ስም ኣምላኽ ይባረኽ ሃና ሕጂ ኣፋ ኣብ ጸላእታ ታይ ኮይኑ ኣሎ ሃህ ኢሉ ኣሎ ክትገጥም ትኽእል እያ ማለት ሓይሊ ኣሎ እንታይ እያ ትገብር ዘላ ግን ሃና እንታይ ትገብር ኣላ ንእግዚኣብሔር እንታይ ትገብር ኣላ ተመስግን እያ ዘላ ክተመስግን ኮላሲ እቲ ስራሕ ናይ ኣምላኽ እቲ እግዚኣብሄር ዝገበረላ ኩሉ ኢያ ትጠቅስ ዘላ እግዚኣብሄር ተመስገን ኢላስ ኣይኮነትን ዓጽያ ንኣምላኽ ግን እቲ ኩሉ ዝገበረላ ትጠቅስ ኣላ ስም ኣምላኽ ይባረኽ ደቂ እስራኤል ውን ኣብ ኩሉ ጉዕዞኦም ንኣምላኽ እንታይ ይገብሩ ኔሮም የመስግኑ ኔሮም ብፍላይ ከኣ ኩሉ ግዜ እንጠቕሶ ኣብ ያሪኮ ኣብ መጽሓፍ ኢያሱ ከይድና እንተርኢና ኣብ ያሪኮ ዘጋጠመ ነገር ኢዩ እግዚኣብሄር ኣምላኽ መለኸት እንታይ ግበሩ ኢልዎ? ሸውዓተ ግዜ ዙርዋ እሞ ኣብታ መበል ሻውዓይቲ ግዜ እንታይ ግበሩ ኢሉ? መለኸት እንታይ ግበሩ? እምብልታ እንታይ ግበሩ? ንእግዚኣብሄር ብእምብልታ ብመለኸት እንታይ ግበርዎ? ኣመስግንዎ። ክነፍሑ እንከለዉ እምብልታ፣ ክነፍሑ እንከለዉ መለኸትሲ ንመን እዮም ዘመስግንዎ ዘለዉ? ንኣምላኽ። ክነመስግን እንከሎና ስም ኣምላኽ ዝተመስገነ ይኹን። ሓደ እነመስግኖ ወይ ከኣ ስሊኡ ክንዛረብ እንኮለና ስለቲ ግብሪ ናይ ኣምላኽ ክንዛረብ እንኮለና ንዕኡ ክንብል እንኮለና እግዚኣብሄር እዩ እንታይ ዝብል ኣባና ዝረእ ማለት እዩ እግዚኣብሄር እዩ ሓፍ ዝብል ስም ኣምላኽ ይባረኽ ንኣብነት ካብ ኩላትኩም ኣነ ንሓደ ሰብ ከመስግን እንኮለኹ ኣብዚ ደው ኢለ ወይ ከኣ ሓደ ዝተገብረሉ ሰብ ኣብዚ ደው ኢሉ ክስቶኳ ከምዚ ገይርለይ ጽቡቅ ገይርለይ ገለ ክብል እንኮሎ ነቲ ሰብ ከመስግኖ እንኮሎ እቲ ሰብ ከመይ ይስምዖ ካብቲ ኩላትኩም ጎሊሑ ዝረኣ ገኒኑ ዝረኣ ሰብ ይኸውን ማለት እዩ። በየነይቲ? በታ እቲ ሰብ የመስግኖ ስለ ዘሎ ከምዚ ይብል ስለ ዘሎ። ኣብቲ መንፈሳዊ ነገር ከኣ ስም ኣምላኽ ይባረኽ። ንኣምላኽ ክነመስግን እንከለና መን እዩ ክብ ዝብል? እግዚኣብሄር እዩ ክብ ዝብል። ኣምላኽሲ ክብ ይብል ማለት ስም ኣምላኽ ይባረኽ። ከምዚ ሃና ዝጸለየቶ ጸሎት ወይ ውን ከም ደቂ እስራኤል ኣብቲ ቀጽሪ ያሪኮ ምስ በጽሑ ዓቅሚ የብሎምን ክዋግኡ ውን ኣይክእሉን እዮም ያሪኮ ውን ኣዝያ ሓያልን ጽንዕትን ከተማ ብሰንኪ ደቂ እስራኤል ከኣ ብኹሉ ነገር እንታይ ኮይና ኔራ ተዓጽያ ኔራ እግዚኣብሄር ጣልቃ ክኣቱ ተዘይኪኢሉስ ንኹሉ ሓሊፎምስ ንያሪኮ ክሓልፍዋ ኣይክእሉን እዮም። ክወግእ ንውግእ ዝገጥም ደው ዝበለ ሰራዊት ናይ ያሪኮ የለን ኣብ ቅድሚኦም ኮይኑ ዝተሰለፈ ዓቅሚ የለን ዝተሰለፈ ነገር እንታይ እዩ ነይሩ ደቂ ያሪኮ ግን ነታ ከተማ ምምጻእ ናይ ደቂ እስራኤል ፈሊጦምሲ ነታ ከተማ ብኩሉ እንታይ ገይሮማ ነይሮም ዓጽዮማ ነይሮም ከም ናይ ሰብ ዕሩድ እንድሕር ኮይኑ እቲ ዕርዲ ክፈርስ እንድሕር ዘይክኢሉ ነቲ ዕርዲ ዘየጽንዐ ጥራሕ ስቕ ኢሉ ኣትዩ ብእኡ እንታይ ዝኸውን ዝጉዳእ። ዳዊት ንዮኣብ ከቕትሎ ከሎ እውን ዘሰዮም ከምኡ እዩ ገይሩ። እታ ኸተማ ዕርድቲ እያ ነይራ፣ ደሓን ስቕ ኢልኩም ናብኡ እንታይ ግበሩ ኢልዎም? እተዉ ኢልዎም። ካብቲ ዕርዲ ኸኣ ን መን እዩ ዝበሃል? ኖ ኖ ዳዊት ንመን ሽሙ ከቕትሎ ከሎ ንዮኣብ ዘይኮነስ ንኡርያ ከቕትሎ ከሎ ስለዚ ዳዊት ሽዑ ከምዚ ምስ ኮነ እንታይ ኢሉ? ውግእ ስለ ዘይፈልጥ ኣይኮነን። ሓሳቡ ንዕኡ ከቕትሎ ስለ ዝደለየ ደሓን ሴፍ ሓንሳእ ናብዚ ሓንሳእ ናብቲ ኢሉ ሓሊፍዋ ማለት እዩ። እንታይ ክብል ኢለ ናብ ዝተዓረደ ነገር እንድሕር ቀሪብካ እስኻ ኢኻ ትጉዳእ ማለት እዩ። ስለዚ ደቂ እስራኤል ከኣ ምንም ክገብርዋ ኣይክእሉን እዮም። ግን እግዚኣብሄር እንታይ ኢልዎም፣ ነዛ ኸተማ እዚኣ እንታይ ግበሩ፣ ነቲ ቀጽሪ እንታይ ግበርዎ፣ ዝርዎ፣ ኣብ መወዳእታ ኸኣ እምብልታ እንታይ ግበሩ ኢሉ፣ መለኸት እንታይ ግበሩ፣ ንፍሑ ኢልዎም። ስም ኣምላኽ ዝተመስገነ ይኹን። መለኸት ክነፍሑ እንከለዉ፣ ዳዊት ኣብዚ ጠቒሱ ምሽ ኣሎ፣ ኣብ መዝሙር ሚእትን ሓምሳን እንታይ እያ ትብል ዘላ፣ ንኣምላኽ ብምንታይ ኣመስግንዎ? ንኣምላኽ መቕደሱ ኣመስግንዎ እንታይ ኢሉ ብኸበሮን ብሳዕስዒትን ብቓና ኣውታርን እምብልታን ንኣምላኽ እንታይ ግበርዎ ኣመስግንዎ ብቐና ኣውታርን እምብልታ እንታይ ኮን? እቲ እምብልታሲ ክንፋሕ እንከሎ፣ ደቂ እስራኤል ክነፍሕዎ እንከለዉ መን እዩ ዝምስገን ዘሎ? እግዚኣብሄር፣ እቲ ኣብ ውግእ ብርቱዕ ኣምላኽ፣ እቲ ኣብ ውግእ ሓያል ኣምላኽ፣ ንኣምላኽ እንታይ ይገብርዎ ኣለዉ? የመስግንዎ ኣለዉ። ስለዚ ስም ኣምላኽ ዝተመስገነ ይኹን፣ ኩሉ ግዜ እምብልታ ኣብዚ እንታይ እዩ ዝበሃል? እዚ ክንነፍሖ ከለና እዚ እንታይ እዩ ዝበሃል? እዚ እ እዚ ትራምፐ ትራምፐ ትራምፐት ክንነፍሖ እንከለና እቲ ምስጢሩ እንታይ እዩ እንተልና እግዚኣብሄር ክበር ድምጺ ኢና ዓው ኣቢልና ኢና እግዚኣብሄር እንታይ ንገብሮ ዘለና እነመስግኖ ዘለና ስም ኣምላኽ ይመስገን ስለዚ ደቂ እስራኤል ኮምኡ ጌሮም ጎይታና የሱስ ክርስቶስ እውን ኣብ ኩሉ ነገሩ ንኣምላኽ እንታይ ይገብር ነይሩ የመስግን ነይሩ ኣቦ ስለ ዝሰምዓኒ እንታይ ገብረካ ኣለኹ እመስግነካ ዝኾነ ክንብል እንከሎናሲ እቲ ምስጋና ናይ እግዚኣብሄር ኣብኡ ኩሉ ኣለዎ። ዳዊት ከምዚ ኢሉ ተዛሪቡ ኣሎ ቅድሚኡ ጳውሎስን ሲላስን እውን ኩሉ ግዜ እንጠቕሶ ጥቕሲ ኣሎ ኣብቲ እስሪ ቤት እንከለዉ ተኣሲሮም መቑሖም ተኣሲሩ እቲ ማዕጾ ቤት ማእሰርቲ እውን ተሸጒሩ እንከሎ ኩሉ ነገር ተዓጽዩ እንከሎ ኣብ ስግኦም እውን ብዙሕ ቁስሊ ኣሎ ኣብ ስጋኦም ውን ብዙሕ ቁስሊ ኣሎ ግን ንኣምላኽ እንታይ ይገብርዎ ነበሩ ይብለና ብቓና ይቃነይሉ የመስግንዎ ነበሩ ይብለና ሽዑ ሃንደበት ከኣ ኩሉ ግዜ ንኣምላኽ ክነመስግን ከለና እንታይ ኢለ ኣለኹ መን ይልዕል ዝብል እግዚኣብሄር ልዕል ዝብል እግዚኣብሄር ክብ ዝብል ልዕሊ እቲ ቃንዝኦም ልዕሊ እቲ እስሪ ቤት ልዕሊ እቲ ኩሉ ኩነታት መን ክብ ክብል ከሎ ንርኢ እግዚኣብሄር ክብ ክብል ከሎ ንርኢ። እቲ ቤት ማእሰርቲ ከኣ መቑሕ ናይ ኩላቶምን ናቶም ጥራሕ ዘይኮነ ናይቶም ኣብ ዝርይኦም ዘለዉ እሱራት ውን ከይተረፈ። ስም ኣምላኽ ይባረኽ። ኣብ ዙርያኹም በዚ በረኸት እዚ ክባርኸኩም። በዚ ምምራቕ እዚ። ኣብ ዙርያኹም ኩሉ ግዜ ዘመስግን ሰብ ይረኸበልኩም። ስም ኣምላኽ ይባረኽ። እሱ እንዳመስገነ ከሎ ዋላ እስኻ ውን ብስቓይካ እንዳሓመምካ ከለኻ ማእሰሪኻ ክፍታሕ ይኽእል እዩ። ክለቅቕ ይኽእል እዩ ስም ኣምላኽ ይባረኽ። ስለዚ ማእሰሪታቶም ናቶም ጥራሕ ዘይኮነ ናይቶም ምስኦም ዝነበሩ ብምልኦም እንታይ ኮነ ብለና ተፈትሐ ካብ እዳዎምስ ባዕሉ እንታይ ኮነ ወደቐ። ሓደ ሓደ ግዜ ንሽገር ኢና እኮ ዘሸግረና ዝተፈላለየ ነገር ክኸውን ይኽእል እዩ። ነዊሕ ማእሰርቲ ክኸውን ይኽእል፣ ሓፂር ማእሰርቲ ክኸውን ይኽእል። ንኣምላኽ ክነመስግን ኮለና ግን እግዚኣብሔር ይሓፍ ዝብል ምሳና ከዓ ክፀንዕ ዝኽእል ማእሰርቲ የለን። ስም ኣምላኽ ይባረኽ። ባዕሉ እዩ ዝለቅቕ ባዕሉ ይለቅቕ እስኪ በሉ ባዕሉ በቃ ይለቅቕ ባዕሉ ይኸይድ እዚ ናይ እግዚኣብሄር ሓይሊ እዩ ኣብ መዝሙር ሚእትን ሰለስተን ዳዊት ከምዚ ኢሉ ንነብሱ ኣዚዝዎ ኣሎ ነብሰይ ንእግዚኣብሄር እንታይ ግበሪ ባርኺ ኣብ ውሽጠይ ዘሎ ኩሉ እውን ንቕዱስ ስሙ እንታይ ግበር ይባርኽ ነብሰይ ንእግዚኣብሄር ባርኺ ኣብ ውሽጠይ ዘሎ ኩሉ እውን ንቕዱስ ስሙ ይባርኽ። መዝሙር ሚእትን ሰለስተን ጥቕሲ ሓደ፣ ኩሉ እቲ መዝሙር እውን ንእግዚኣብሄር ምብራኽን ንእግዚኣብሄር ልዕል ምባልን እዩ ዝገልጽ። ነፍሰይ እንታይ ኢሉ ዳዊት፣ ንእግዚኣብሄር እንታይ ግበሪ፣ ባርኺ። ኣብ ውሽጠይ ዘሎ ማለት ኣብ ውሽጢ ናይ ሰብ ብዙሕ ነገር እዩ። ንዓይ ትርእዩኒ ኣለኹም፣ ኣብ ውሽጠይ ዘሎ ትፈልጡ ኢኹም። ኣብዚ ውሽጥና ዝጸሮ ምሽ እንታይ ዝጸሮ ብዙሕ ይበሃል እስኪ ንገሩኒ። እ እስኪ በልዋ እዚኦም ጥራሕ ክባረኹ ትደልዩ ኩላቶም እ እብዲ ጸሮ ብዙሕ በቃ ሰብ ሰው ኢሉ ከይድ እንከሎ ብዙሕ ዝተሰኮሞ ዝጸሮ ነገር ኣለ ተን ድሕሪት ዘለኽን ኢልክን ዲኽን እስኪ ከብዲ ጸሮ ብዙሕ ይበላ ኣብ ውሽጥና ብዙሕ ጾር ምሽ ኣሎ ዳዊት ይእዝዞ እዩ ዘሎ ነፍሰይ ንእግዚኣብሄር ባርኺ ኣብ ውሽጠይ እስከ ኣብ ውሽጠይ በሉ ኣብ ውሽጠይ ዘሎ ኩሉ እውን እዩ ንመን ይባርኽ ንእግዚኣብሄር ትእዛዝ እዩ ስም ኣምላኽ ይባርኽ ሽዑ እቲ ኣብ ውሽጥካ ዘሎ ፍርሒ ተኮይኑ ወይ ንእግዚኣብሄር ከመስግን እዩ ጥርጣሬ ተኮይኑ ንእግዚኣብሄር ከመስግን እዩ ካልእ እንተኾነ ንእግዚኣብሄር እታ ክገብር እዩ ከመስግን እዩ ክብሪ ንኣምላኽ ይኹን ኣብ ውሽጡሲ ዝተርፍ ንእግዚኣብሄር ዘየመስግን የለን ስም ኣምላኽ ይባረኽ ነፍሰይ ንእግዚኣብሄር ባርኺ ትእዛዝ እዩ ሓደ ሓደ ግዜ ንውሽጥና ንኣዝ ክንእዝዞ ናትና ስልጣን እዩ ስም ኣምላኽ ይባረኽ እግዚኣብሄር ኣምላኽ ኣብ መልሓስ እንታይ ኣቐሚጡ ኣሎ ስልጣን ኣቐሚጡ ኣሎ ምሽ ስለዚ ክንዛረብ እንከሎና ሓይሊ ኣለዎ፣ ንውሽጥና ክንእዝዞ ንኽእል ኢና። ኣብ ውሽጠይ ዘሎ ዅሉ እውን ነቲ ቕዱስ ስሙ እንታይ ይግበር? ይባርኽ። እንታይ ዓይነት ኣብ ውሽጥና ኣሎ ብዘየገድስ፣ ምናልባት ብዛዕባ ጽባሕ ዝሽገር ነገር ክኸውን ይኽእል እዩ። ምናልባት ብዛዕባ ገለ ክኸውን ይኽእል እዩ። ምናልባት ብዛዕባ ደቅና ክኸውን ይኽእል እዩ። ምናልባት ናይ ጥዕናና ክኸውን ይኽእል እዩ። ምናልባት እዚ ንትን ክኸውን ይኽእል እዩ፣ ብዘየገድስ ኣብ ውሽጠይ ዘሎ ኵሉ ግን ንቕዱስ ስሙ እንታይ ይግበር? ይባርኽ። እስኪ ከምኡ በሉ ኣብ ውሽጠይ ዘሎ ኩሉ ንቅዱስ ስሙ ይባርኽ ኣሜን ንካልእ ስፍራ ኣይንህብን ኢና ዘመን ኣብ ውሽጥና ነቲ ኣምላኽ ንዕኡ ዘመስግን ነገር እዩ ዝርከብ ስም ኣምላኽ ይባረኽ ኣብ ውሽጠይ ዘሎ ኩሉ ንቅዱስ ስሙ እንታይ ይግበር ይባርኽ ትእዛዝ እዩ ኦርደር እዩ ዝህብ ዘሎ እማ ኣምላኽ ይመስገን ስለዚ ኣብ መዝሙር ዳዊት ኬድና እንተ ርኢና ሚእትን ሓምሳን እዚ ነገር እዚ ኢና እንረክብ። ትንፋስ ዘለዎ ኩሉ ንእግዚኣብሄር እንታይ ይግበሮ? የመስግኖ። ምናልባት ምኽንያት ክንህብ ንኽእል ኢና ኣብዚ እነብሎ ዘለና ንእግዚኣብሄር ኣብ መቕደሱ ኣመስግንዎ። እቲ መቕደሱ ምናልባት ዘይክርድኣና ይኽእል እዩ። ዘይክንፈልጦ ንኽእል ኢና እቲ መቕደስ ናይ ኣምላኽ ዘይክርድኣና ይኽእል እዩ። ስለቲ ግብርታት ሓይሉን ኣብ ጠፈር ስልጣኑ ንኣምላኽ ኣመስግንዎ። እዚ ማለት ኣምላኽ ምግላጽ ክህበና እሞ እዙ ርኢና ንኣምላኽ ክነመስግኖ ኢልና ምኽንያት ክንህብ ንኽእል ኢና ወይ እውን ዘይክርድኣና ይኽእል እዩ። ከም ብዝሒ ዕቤቱ ኣመስግንዎ። ዕቤት ናይ እግዚኣብሔር ኣምላኽ ክገልጾ ዕቤት ናይ ኣምላኽ ክቆጽሮ ዝኽእል ሰብ ወላ ሓደ የለን። በቲ ኣእምሮ ናይ ሰብ በቲ ሓሳብ ናይ ሰብሲ ዕቤት ናይ ኣምላኽ ክገልጾ ዝኽእል ኣእምሮ የለን። ንእግዚኣብሔርሲ ክሳዕ ክንድዚ ዕበቱ። ናይ እግዚኣብሔርሲ ዕቤት ኩሉ ግዜ ይልካዕ እዩ ምሽ? ምሽ ነገስታት ኣብ መጽሓፍ ቅዱስ ዘለዉ ነገስታት ዕቤቶም ይገልጹ ነይሮም ምሽ? መግለጺ ዕቤቶም ንኣብነት ኣብ ባቢሎን ድዩ ነይሩ እዚ ነቲ ነቲ ንግስቲ ዋሽቲ እንታይ ዝገበራ ንጉስ ነበረናጽር ንግስቲ ዋሽቲ እንታይ ዝገበራ ዝሰዓራ ብዛዕባ እንታይ እዩ ዘምልኽ ነይሩ? ብዛዕባ እንታይ እዩ በዓል ዘብዕል ነይሩ? ብዛዕባ እቲ ዕቤት ግርምኡ መንግስቱ ኩሉ እዩ በቃ ዝርእዩ ክሳዕ ክንደይ ዓቢ ምዃኑ እዩ ዝቑጸር ወይ ብሰራዊቱ ወይ ብብዝሒ እቲ ገዚእዎ ዘሎ ቦታ ወይ ብብዝሒ ሃብቲ ወይ ብካ ብዝተፈላለየ ነገር እቲ ዕቤቱ ይግለጽ እዩ ናይ ሰብ ዝዓበየ ይዕበ ዕቤቱ እንታይ ክኸውን እዩ ይግለጽ እዩ ናይ ኣምላኽ ዕቤት ግን ክንገልጾ ኣይንኽእልን ኢና ኣዝዩ ዕቤቱሲ መወዳድርቲ የብሉን። ክንገልጾ ወይስ እዚ እዩ ክንብሎ እንኽእል የለን። ወይ እውን ነገስታት ብዓቕሞም ንዓቕሞም ነቲ ካልእ ዓ ክገጥሙ እንከለዉ ብሓይሎም እዮም እንታይ ዝገብሩ ኦ ኣነ ካብኡ ይብርትዕ ክገጥሞ ይኽእል'የ ይብሉ። ወይ ዓቕምና ሓደ እዩ'ሞ ክንገጥም ንኽእል ኢና ዝወዓለ ከውዕለና ይብሉ። ኣብ ናይ እግዚኣብሄር ሓይሊ ግን ክንግምቶ ኣይንኽእልን ኢና። እኳ ደኣ ኣባና እንታይ ብል ማእለያ ዘይብሉ መን እቲ ሓይሊ ኣምላኽ ኣባና ብ ኣቕሓ መሬት እንታይ ኮይኑ ኣሎ ተቐሚጡ ኣሎ ማእለያ ዘይብሉ ዋላ እቲ ሓይሉሲ ማእለያ የብሉን እቲ ዕቤቱ መግለጺ የብሉን ግን እንታይ ኢሉ ኣሎ ስለቲ ብዝሒ ዕቤቱ ንኣምላኽ ኣመስግንዎ ክንቆጽሮ ይንኽእል ኢና ክንዛረበሉ ይንኽእል ኢና ግን ስለቲ ብዝሒ ዕቤቱ ንኣምላኽ እንታይ ግበርዎ ዓብዪ ኢኻ ክንብል ከሎና ዓቢ ኢኻ ዓቢ ኢኻ ካብቲ ዝምኖ ንላዕሊ እግዚኣብሔር ሲ እንታይ እዩ ዓቢ እዩ እንደገና ብድምፂ መለኸት እንታይ ግበርዎ ኣመስግንዎ ብበገናን መሰንቆን እንታይ ግበርዎ ኣመስግኑ እዚ እውን ምክንያት ሂብና ክንሓልፎ ንኽእል ኢና ኣነ ኣይምስዚ እዚ መለኸት ወይ ከዓ በገና መሰንቆ ኣነ ይክእሎን'የ ወይ ብኸበሮ ብሳዕስዒት ኣይክእልን'የ ክንብል ንኽእል ኢና። ንመን ክንቦ ንኽእል ኢና? ንጆሲ ክንቦ ኢና ወይ ከኣ ድሕሪ ጆሲ ዝኽተል ዘሎ ከኣ ጆን'ዩ ወይ ካልእ እንተሎ ኣይፈልጥን ተሓቢኡ ዘሎ ግን ንዕኦም ኢና ክንቦ ምሽ ምኽንያት ሂብና ክንሓልፎ ንኽእል ኢና። ብድምጺ መለኸት ኣመስግንዎ፣ ብበገናን መሰንቆን፣ ነዚሲ ዝኽእሎ ሰብ እዩ ታይ ዝገብሮ ዝተማህረሉ እዩ ዝኽእሎ፣ ወይ ብኸበሮን ብሳዕስዒትን፣ ሳዕስዒት ትኽእሉ ትኾኑ ምናልባት ቀደም ቅድሚ ናብ ጎይታ ምምጽኡ ሰብ ኣነ እኳ ካብ ኣቲ ሳዕስዒት ኣይነበረኒ ካብ መጀመርያ እቶም ገሊኹም ግን ትፈልጡ ኢኹም ትቋጻጸዩ ክትኮኑ ትኽእሉ እዮም ተላሚድኩሞስ ኔርኩም ኢኹም ማለት እየ ስለዚ ንኣምላኽ ብሳዕስዒት እንታይ ክንገብሮ ንኽእል ኢና ክነመስግኖ ንኽእል ኢና ምሽ ኮምኣ መዝሙር ኣውጺኦም ኣለው እቲ ሰብ ብሳዕሲዒት ብምስጋን ስሽገር ስለ ዝረኣይዎ እዮም መስለኒ እቶም ዘመርቲ ነውሪ ድዩ ነውሪ ነውሪ ድዩ ነውሪ ኢሎም ንኣምላኽ ብኮቦሮ ምምስጋን ንኣምላኽ ብሳዕሲዒት ምኽባርሲ እዚ እንታይ ከመይ ያጠቐና እዚ ዶ እዚ ዶ ነውሪ እያ ንኣምላኽ ብኸበሮ ብሳዕስዒት ምምስጋንሲ ነውሪ ኣይኮነን። ጥራሕ እቲ ሃቐናና እቲ ናይ ውሽጥና ሃቐና እቲ ምቁጽጻይና ንመን ዘኽብር ክኸውን ኣለዎ? ንኣምላኽ። ሓይሊ ሂብካኒ ዝብል እቲ ክንቋጻጸ ከሎናሲ ኣብ ውሽጥና ኣምላኽ ሓይሊ ሂብካኒ፣ ኣምላኽ ክእለት ሂብካኒ፣ ኣምላኽ ጥዕና ሂብካኒ ኢልና ኣብ ቅድሚኡ ንቋጻጸ ንቐልል ከም ዳዊት ማለት ስም ኣምላኽ ይባረኽ ከም ዘለናሲ ውሽጥና እውን ከምኡ ክምስክር ክኽእል ኣለዎ። ብኸበሮን ብሳዕስዒትን ንመን ኣመስግንዎ? ንኣምላኽ ኣመስግንዎ። ንእግዚኣብሔር እንታይ ግበርዎ? ኣመስግንዎ። ብቓና ኣውታርን እምብልታን እንታይ ግበርዎ? ኣመስግንዎ። እቲ እቲ ቃና እዚ እቲ ቃና ኣውታርን እምብልታ ቃና ኣለዎ። ስቕ ኢሉ ኣይኮነን ዝደሀ ቃና ኣለዎ፣ ትርጉም ኣለዎ። ነቲ ሰማዒኡ እዚ እዚ ትርጉም ኣለዎ ኣብ እዝኑ ምስ መጸስ እዚ ትርጉም ኣለዎ እንታይ ሙኻኑ ድምጺ ናይ ዓወት ድዩ ድምጺ ናይ ስዕረት ድዩ ድምጺ ናይ እግዚኣብሄር ምምስጋንሲ ኣለዎ ምሽ ኣብቲ ብቛንቋታት ምጽላይ ብዛዕባ እዚ ተዛሪቡ ኣሎ እቲ እምብልታ ድምጺ እንተዘይብሉ እንተዘይተቓነየ እቲ እቲ ዝሰምዖ እንታይ ክገብር ኣይክእልንዩ ከለልዮ ኣይክእል ስለዚ እቲ ቃና ኣውታርን እምብልታን ተቓንዩ ንኣምላኽ ክነመስግኖ እንኮለና እቲ ሰማዒ ይፈልጦ እዩ ማለት እዩ። እቲ ሰማዒ ይፈልጦ እዩ። ጭልጭል ብዝብል ጸናጽል ንኣምላኽ እንታይ ገበሮ? ኣመስግኖ። ብጥዑም ዝደሃዩ ጸናጽል ከኣ ንኣምላኽ እንታይ ግበሮ? ኣመስግኖ። ዝተፈላለየ ጥዑም ዝደሃዩ ጸናጽል ኣምጺእና እውን ንኣምላኽ ክነመስግኖ ንኽእል ኢና። እዚ ኹሉ ብዛዕባ እቲ ናይ መሳርያ ሙዚቃ ግን ምኽንያት ክንበሉ ቀሊል እዩ። ኣነስ ክንሓልፎ ኣነ ኣይምልከተንን እዩ እንዳበልና ክንሰግሮ ንኽእል ኢና። እታ ሎሚ ቀንዲ ክዛረበላ ዝደለኹ ግን እታ ናይ መወዳእታ ዘላ ጥቕሲ ሽዱሽተ እያ። ትንፋስ ዘለዎ ኩሉ ንመን የመስግኖ? ንእግዚኣብሔር የመስግኖ። እስከ ከምኡ በሉ፣ ትንፋስ ዘለዎ ኩሉ ንእግዚኣብሔር እንታይ ግበሮ? የመስግኖ። እዚ ትንፋስ እዚ እንታይ እዩ እንተይልና እግዚኣብሔር ንሰብ ዝሃቦ ያብ ያብ ዘፍጥረት ክልተ ሸውዓተ ከይንና ተርእይና እግዚኣብሄር ከኣ ንሰብሲ እንታይ ይብለና ኣብ ኣፍንጭኡ ትንፋስ እንታይ ገበረሉ ሂወት ኡፍ በለሉ እሞ እቲ ሰብ ከኣ እንታይ ኮነ ያው ነብሲ ኮነ ምስ ኣምላኽ ክራኽብ ይኽእል እዩ ኢሰያስ ትንቢት ኢሰያስ ንጉስ ህዝቅያስ ተዛረቦ ኣሎ ኣብ ምዕራፍ ሰላሳን ሸሞንተን ምስ ተዋልዐ፣ ምስ ሓመመ፣ እሞ ኸኣ ነብዪ ኢሳያስ ናብኡ ከይዱ ክትመውት ኢኻ እሞ ገለ ምስ በሎ፣ እንደገና ናብ እግዚኣብሄር ምስ ለመነ፣ ምሕረት ምስ ረኸበ፣ ወይ ቅድሚኡ እንዳጸለየ ከሎ እንታይ ኢሉ፣ ሲኦል ኣየመስግነካን ኢዩ፣ ሞት እውን ንዓኻ እንታይ ኣይገብረካን ኢዩ፣ ኣየውድሰካን ኢዩ፣ እቶም ናብ ጉድጓድ ዝወረዱ እውን ብሓቅኻ እንታይ ኣይገብሩን ኢዮም፣ ተስፋ ኣይገብሩን ኢዮም፣ እቲ ህያው ግን ኢሉ ምሽ። እቲ ህያው ግን እንታይ ይገብረካ? እቲ ህያው ግን እንታይ ይገብረካ? ከምዚ ኣነ ዝገብሮ ዘለኹ እንታይ ይገብረካ? እቲ ህያው ኢሉ እቲ ህያው ማለት እቲ ሲኦል ዝወረደ ኣብኡ እንታይ እዩ ዘሎ ኢሉ ስቕታ እዩ ዘሎ እዩ ኩላትና ስቕተ ንብል ኩሉ ሰብ ስቕተ ዝብል እቲ ናይ ሲኦል ስፍራ ክገልፆ ከሎ ኣብኡ እዚ ስቕታ እዩ ዘሎ እዩ ኩሉ እቲ ዘበን ክሓልፍ እንከሎ፣ ኩሉ ኣብኡ ዘሎ ኣብቲ ስፍራ ምዉታን ወይ ከኣ ኣብ ሲኦል ዘሎ እንታይ እዩ? ስቕ ምስ በለ እዩ። ስቕ ኢሉ እዩ ዝኸይድ። ብዛዕባ ሎሚ ኣይግድሾ፣ ብዛዕባ ጽባሕ ኣይግድሾ፣ ብዛዕባ ዕቤት ናይ ኣምላኽ ክርእዮ ኣይክእልን እዩ፣ ብዛዕባ ሓቂ ናይ ኣምላኽ ተስፋ ክገብር ኣይክእልን እዩ፣ ብዛዕባ ዝተፈላለየ ነገር የለን ኣብኡ። እንታይ እዩ ዘሎ? ስቕታ እስኪ በሉ። ስቕታ ከቢድ እዩ፣ ኣዝዩ ዝኸበደ ነገር እዩ። እግዚኣብሄር ኣምላኽ ንደቂ እስራኤል ኣርባዕተ ሚእትን ሰላሳን ዝኸውን ዓመታት እንታይ ኢልዎም ነበረ ይብለና? ስቕ ኢልዎም ነበረ። ስቕ ኢሉ ዝርዮም ነይሩ። ስቕታ ኣዝዩ ከቢድ ነገር እዩ። ግን እቲ ህያው ይብለና ስም ኣምላኽ ይባረኽ እታ ትንፋስ ናይ ኣምላኽ ኣዝያ ክብርቲ ምዃና ቃል ኣምላኽ ይነግረና እዩ እግዚኣብሄር ኣምላኽ ነቲ ሰብ ምስ ፈጠሮ ካብ ሓመድ ምድሪ ምስ ገበሮሲ ኣብ ኣፍንጭኡ እስትንፋስ ህይወት እንታይ ገበረሉ ኡፍ በለሉ ንሰብ ከግዝኦ እንከሎ ከኣ ኣብ ዘፍጥረት ክልተ ትሽዓተ ከይድና እንተርኢና ንሰብ ከግዝኦ እንከሎ ብዛዕባ እንስሳታት ክዛረብ እንከሎሲ ህያው ነብሲ ዘበለ ናብ ሰብ እንታይ ገበረ ኣምጸን። እቲ ሰብ ከም ዝሰመየን ከኣ ስም ስመን ከምኡኤን ከምኡ ኮነ ይብለን። ስለዚ እቲ ትንፋስ ማለት ምስ ኣምላኽ እንታይ ክንገብረሉ ንኽእል እዩ? ክንራኸበሉ እንኽእል ዕድል እዩ። ስም ኣምላኽ ይባረኽ። ትንፋስ ዘለዎ ንእግዚኣብሔር እንታይ ይግበሮ? የመስግኖ። እዮብ እውን ከምዚ ኢሉ ኣሎ። ሰላሳን ሰለስታን ኣርባዕተ እቲ ኤሎሂ ዝበሃል ንእዮብ ከጸናንዕ ዝመጸ መጽሓፍ እዮብ እንታይ ኢሉ ኣሎ? መንፈስ ኣምላኽ እዩ እንታይ ዝገበረኒ? ዝፈጠረኒ እስትንፋስ እቲ ኩሉ ዝኽእል ኢኻ እንታይ ዝገበረኒ ሂወት ዝሃበኒ መንፈስ ኣምላኽ እንታይ ዝገበረኒ ፈጠረኒ እስትንፋስ እቲ ኩሉ ዝኽእል እዩ ከዓ ሂወት ሃበኒ እቲ ሰብሲ ኣምላኽ ሰሪሑ ካብ ብሓመድ ምግቢ ስኢሉ ቐሚጥዎ ነይሩ ተዝኸውን ሲ ከምዚ ዘለናዮ ግን ዘይንቀሳቐስ ምኾነ ማለት ግን ምንም ዘይብሉ እግዚኣብሄር ግን ስም ኣምላኽ ይባረኽ ነቲ ሰብ ትንፋስ ህይወት ኣብ ኣፍንጭኡ እንታይ ገበረሉ ኡፍ በለሉ ስለዚ ብዛዕባ እዚ ኢና ክንዛረብ ትንፋስ ዘለዎ ንኣምላኽ እንታይ ግበሮ የመስግኖ እስከ ከምኡ ንበል ድገሙ እንተኢለኩም ለሚድኩም ንዝኾኑ ኢኹም ንዓይ ምሽ ትንፋስ ዘለዎ ኩሉ ንእግዚኣብሄር የመስግኖ ሕጂ ሕቶ ኣለኒ ትንፋስ ዘለዎስ መን እዩ እስትንፋስ ዘለዎ ዝበሃልሲ መን እዩ እ ኩሉ ፍጥረት ኩሉ ፍጥረት ኩሉ ዘሎ ናብ ሰብ ንምጻእ ኣብ ፍጥረት ዘሎ ኣብ ባሕሪ ዘሎ ትንፋስ ኣለዎ ምሽ ልዕሊ ባሕሪ ዘሎ ትንፋስ ኣሎ። እዘን ኣብ ኣግራብ ኮይነን ጩቕጩቕ ዝብላ ጨራሩ እንታይ ኣለወን? ትንፋስ ኣለወን። እንሪኦን ዘይንሪኦን ኩሉ እንታይ ኣለዎ? ትንፋስ ኣለዎ። እግዚኣብሄር ፈጢርዎ እዩ እሞ ኩሉ እንታይ ገበረሉና? ህያው ነብሲ በቃ ዝዋሳወስ ኮነ። ሕጂ እዚ ትንፋስ ዘለዎ ኩሉ ናብ ሰብ ተምጺእና መን እዩ ትንፋስ ዘለዎ? ዝረኸበ ሰብ ድዩ ትንፋስ ዘለዎ ዝሰኣነ ሰብ መልሱለይ ዝረኸበ ሰብ ድዩ ዋላ ዝሰኣነ ሕጂ እታ ሓቂ ክንረኽባ ምእንቲ እንዳመለስና ንኺድ ምኽንያቱ እዛ ቃል እዚኣ እንታይ እያ ትብል ንኣምላኽ እንታይ ግበርዎ ኣብ መቕደሱ ኣመስግንዎ ኣብ ጠፈር ስልጣኑ ኣመስግንዎ ስለቲ ግብርታት ሓይሉ ኣመስግንዎ ከም ብዝሒ ዕቤቱ ኣመስግንዎ ድምጺ መለኸት ኣመስግንዎ፣ ብበገናን መሰንቆን ኣመስግንዎ፣ ብኸበሮን ብሳዕስዒትን ኣመስግንዎ፣ ብቓና ኣውታርን እምብልታን ኣመስግንዎ፣ ጭልጭል ብዝብል ጸናጽል ኣመስግንዎ፣ ብጥዑም ዝደሃዩ ጸናጽል ኣመስግንዎ። እዚ ኹሉ ኣይተረደኣንን ክንብሎ ኣይንኽእሎን ኢና ክንብሎ ንኽእል ኢና ምሽ? እቲኣ ግን ንኹሉ እትኣስር ተዋሂባትና ኣላ። እንታይ ትብል? ትንፋስ ዘለዎ ኩሉ ንመን? ንእግዚኣብሄር እንታይ ይግበሮ? የመስግኖ። መን እዩ እዚ ትንፋስ ዘለዎ? ዝሰለጠሉ ድዩ ዘይሰለጠሉ? መልሱለይ ክልቲኦም ዝፈለጦን ዘይስለጦን እቲ ጥዑይ ድዩ ወይስ እቲ ሕሙም ኩሉ ትንፋስ ዘለዎ እዩ ዝብለና ዘሎ ትንፋስ ዘለዎ ዝተማህረ ድዩ ዘይተማህረ ምናልባት ኣብዚ ግዜ እዚ ዝተማህሩ ዝወድኡ ከመስግኑ እንከለዉ ንሕና ዘይ እቶም ዘይተማሃርና ወይ ካብኦም ጉድል ዝበልና ከኣ ምናልባት ኣነ ስለ ዝመሃር መመስገንኩ ከመይ ዝበለ ምስጋና ንብል ንኸውን ግን ኣምላኽ እንታይ ዝብል ዘለና ቃል ኣምሉ እንታይ ይብለና ኣሎ ትንፋስ ዘለዎ ኩሉ ንእግዚኣብሔር ስቲል ንኣምላኽ ክተመስግነሉ እትኽእል ምክንያት ኣለካ እዩ ዝብል ዘሎ ሕጂ እውን ሲ ንኣምላኽ ክተመስግነሉ እትኽእል ምክንያት ኣሎካ እንታይ ኣለካ ትንፋስ ናይቲ ኩሉ ዝኽእል ኣብ ውሽጥኻ ኣሎ እግዚኣብሄር ከኣ ኣብ ኣፍንጭኡ እብለና እስትንፋስ ህይወት እንታይ ገበረሉ ኡፍ በለሉ ኣብዚ ምሳና ዘሎ ድዩ ትንፋስ ዘለዎ ካብዚ ምሳና ወፃኢ እዩ ዘሎ ኣብ ኩሉ ንኣብነት ኣብዚ ዓዲ ስለ ዘለና ኦምብላንስ ናብዝን ናብትን ክኸዳ ከለዋ ንሪኤን ኢና ምሽ ንሪኤን ኢና ዝኾነ ምስ ኣጋጠመካ ምስ ደወልካ እንታይ እዮም ዝብሉኻ ንስኻ ደሓን ዲኻ ይብሉኻ ምሽ ወይ ኣብኡ ዝተጎድኤ ሰብ ኣሎ ድዩ ኢሎም እንታይ ይገብሩኻ ይሓቱኻ ዝተጎድኤ ሰብ ኣሎ እንታይ ኢልካዮም እንዳጎየዩ ይመፁ ቀዲሞም ቸክ ዝገብርዎ እንታይ እዩ እ እንታይ ዓይነት ዓቢ ማህረምቲ ኣለዎ ኣይኮነን እንታይ ዓይነት ዓቢ መውቃዕቲ ኣለዎ ኣይኮነን እዚ ሰብ እንታይ ኣሎ ንዓይ ስምዑኒ እዚ ሰብ እዚ እንታይ ኣለዎ እዮም ዝብሉ ስቲል ሲ ትንፋስ ኣለዎ ዲ ብሪዝ ይገብር ኣሎ ዶ እዮም ዝብሉ ዋላ ትንፋስ ተሰኣኑ ናበይ እዮም ዝኸዱ ኣብ ልቡ እንታይ ገብርዎ ቸ ክገብሮ ልቡሲ ትሃርም ኣላዶ ትሃርም የላን እዮም ዝብሉ እሱ ምስ ረኣዩ እዚ ሰብ እንታይ እዮም ዝብሉ ተስፋ ኣለዎ ቁስሉ እንታይ ክኸውን ይኽእል እዩ ተዛረቡኒ ክሓዊ ይኽእል እዩ መውቃዕቱ እንታይ ክኸውን ይኽእል እዩ ክዝነን ይኽእል እዩ መስበርቱ እንታይ ክኸውን ይኽእል እዩ ክጽገን ይኽእል እዩ ምንም ዘፍርሖም ነገር የለን ሽዑ ይጓየዩ ማለት ናበይ ክወስድዎ ሕክምና በሉ ሕክምና ስለምንታይ እንታይ እዩ ምኽንያቱ እንታይ ኣለዎ እስኪ ተዛረቡኒ በጃኹም እንታይ ኣለዎ ትንፋስ ኣለዎ እቶም ዝሞቱ ወይ ከዓ ጉድጓድ ዝወረዱ ንኣምላኽ እንታይ ይገብርዎን እዮም ብሓቁ በቲ ናይ ኣምላኽ ሓቂ እውን ተስፋ ኣይገብሩን እዮም ትንፋስ ዘለዎ ኩሉ እዩ ንእግዚኣብሔር ከመስግን ዝኽእል እቲ ዝተወቕዐ፣ እቲ ዝተሃርመ፣ እቲ ብዙሕ ስቓይ ኣብ ህይወቱ ዘለዎ፣ እቲ ብዙሕ ነገር ኣብ ስግኡ ዘሎ እውን ካብዚኣ ሓራ ኣይኮነን። ትንፋስ ዘለዎ ንኣምላኽ እንታይ ይግበሮ? የመስግኖ። ምኽንያቱ ድሒኑ ኣሎ። ኻመይ እዩ ድሒኑ ዘሎ? ካብቲ ሞት ዝበሃል እንታይ ኮይኑ ኣሎ? ድሒኑ። ድሒኑ እስከ በሉኒ። ድሒኑ። ትንፋስ ምህላውና ሎሚ እኮ ናይ ምድሓንና ምልክት እዩ። ናይ ምድሓነይ ምልክት እዩ ንዓይ። ንዓኹም ናይ ምንታይ ምልክት እዩ? I don't know። ናይ ናይ ምንታይ ኢና ምልክት እዩ? ትንፋስ ምህላውና ሎሚ፣ ከነስተንፍስ ምኽኣልና ሎሚ፣ በቃ እዚ ኣየር ክንስሕቦ እቲ ዝተቓጸለ ክነውጽኦ ምኽኣልና፣ ትንፋስ ምህላውና ናይ ምድሓንና ምልክት እዩ። ስለዚ ዳዊት እንታይ ይብሉ? ትንፋስ ዘለዎ ኩሉ ንመን የመስግኖ? ስለምንታይ እንተኢልና ዋላ እቲ መውቃዕቲ በዚሑና ክንብል ንኽእል ኢና ሓደ ሓደ ግዜ። እቲ ቃልሲ በዚሕና ክንብል ንክእል ኢና እቲ ውግእ ከም ዝበልኩኩም ዝተፈላለየ ነገር ኣሎ ኣብ ሂወት ዘጋጥመካ ንኣምላኽ ክተመስግን ኮለኻ ግን መን እዩ ልዕል ዝብል እግዚኣብሔር ልዕል ዝብል እንድሕር ቆዚምካ እንድሕር ብዛዕባ እቲ ነገርካ ሓሲብካ እንድሕር ኣብኡ ሸንኮለል ኢልካ ኣይገድፈካን እዩ መሊሱ እዩ እንታይ ዝኸውን እንዳረጎደ እንዳረጎደ እንዳዓበየ እንዳዓበየ እዩ ዝኸይድ። ንኣምላኽ ስለ ዘለካ ትንፋስ ግን፣ ትንፋስ ዘለዎ ኩሉ ንኣምላኽ እንታይ ይግበሮ? የመስግኖ ክብል ከሎ ልክዕ ከምቲ ተስፋ ዘይነበሮ ምስ ረኣኻዮ፣ መውቃዕቱ ዝበዝሐ፣ ማህረምቱ ዝበዝሐ፣ ኩሉ ነገር ዕጽውጽው ምስ በለ በቃ እቲ እንዒ ምናልባት ብፍላይ ካብዚ ናይ ኢመርጀንሲ ከይድኩም እንተሪኢኹም እቲ ሰብ ይኣቱ ይወጽእ፣ እቲ ሓኪም ይኣቱ ይወጽእ፣ ክሳዕ ዝኾነ ይኹን ተስፋ ዝረኽቡ ኣይዛረቡን እዮም። ሱቕ ኢሎም ይኣትዉ ወጹ፣ ስጋእ ኢሎም ይወጹ። ሽዑ መጺኦም ግን እንታይ ኣለዎ እዮም ዝብሉኻ? ስቲል ሂ ኢዝ ኣላይቭ ይብሉኻ። ገና ሕጂ እውን እንታይ ኣለዎ? ትንፋስ ኣለዎ። ሽዑ ተስፋ ትገብር ማለት እዩ። ትንፋስ ስለ ዘለዎ እንታይ ክኸውን እዩ? ክሓዊ እዩ ዝገብሩ። ትንፋስ ስለ ዘለዎ እንታይ ክኸውን እዩ? ህጥዒ እዩ፣ ክሓዊ እዩ፣ ክፍወስ እዩ፣ በቃ ክሰርር እዩ ይበሃል። ስም ኣምላኽ ይባረኽ። ኢየሱስ ጎይታ እዩ። ስለዚ እቲ ቃል ከምዚ እዩ ዝብል ትንፋስ ዘለዎ ኩሉ ንእግዚኣብሔር እንታይ ግበሮ እመስግኖ ከምቲ ዓንተ ወይ ዝበልኮ ብዙሕ ንኣምላኽ ክነመስግነሉ እንኽእል ምክንያታት ኣብ ህይወትና ክህሉ ይኽእል እዩ ስሊኡ ንኣምላኽ ነመስግኖ ምሽ ፅቡቕ ናይ ስራሕ ዕድል ኣምላኽ ስለ ዝሃበና ንኣምላኽ እንታይ ንገብሮ ነመስግኖ ብኡ ከዓ ስራሕ ስለ ዘይረኸብና ግን ትንፋስ ስለ ዘለና ንኣምላኽ እንታይ ንገብሮ ነመስግኖ ጥዕና ስለ ዝመልኣልና ንኣምላኽ እንታይ ንገብሮ? ነመስግኖ። Still ምስ ሕማምና እውን ትንፋስ ስለ ዘሎ ንኣምላኽ እንታይ ንገብሮ? ነመስግኖ። ትንፋስ ኩሉ ግዜ ምልክት ናይ ተስፋ እዩ። ብሓቂ ናይ እግዚኣብሔር ተስፋ ምግባር እዩ። ብሓ እቶም ጉድጓድ ዝወረዱ ብሓቂ ከኣ እንታይ ኣይገብሩን እዮም? ተስፋ ኣይገብሩን እዮም። ብኣምላኽ ተስፋ ምግባር ግን እቲ ትንፋስ ዘለዎ እዩ፣ እቲ ህይወት ዘለዎ እዩ። ስም ኣምላኽ ይባረኽ። እባ እቲ ሓቂ ናይ ኣምላኽሲ ሓቂ ናይ ኣምላኽ እንታይ እዩ? ቃሉ እዩ። ብሓቂ ከኣ እንታይ እዩ? ተስፋ ኣይገብሩን እዮም ኢሉ። እቲ ህያው ግን ስም ኣምላኽ ይባረኽ ከምዚ ኣነ ዝገብሮ ዘለኹ እንታይ ይግበር ኢሉ ንጉስ ህዝቅያስ የመስግነካ ኢሉ። በቃ ንኣምላኽ ተመስግኑ። ኢየሱስ ጎይታ እዩ። ክሳዕ ጸላእትኻ ድምብርብር ዝብሎም ክሳዕ ዝግረሙ ማለት ስም ኣምላኽ ይባረኽ። መቑሰልቲ በዚሕዎ ክብሉ ይኽእሉ እዮም፣ ሕማም በዚሕዎ ክብሉ ይኽእሉ እዮም፣ ከምዚ ኮይኑ ክብሉ ይኽእሉ እዮም፣ ዝተፈላለየ ክኾኑ ይኽእሉ እዮም፣ ግን ትንፋስ ስለ ዘለካ እዛ ምስጢር እዚኣ ሒዝካ ንኣምላኽ እንታይ ትገብር? ተምልኽ። ኣውጺካኒ ካብ ክንደይ ካብ ክንደይ ኣውጺካኒ ካብ ክንደይ ሒዝካኒ ብኢደይ ስም ኣምላኽ ይባረኽ ኢየሱስ ጎይታ እዩ ትንፋስ ዘለዎ ኩሉ ንኣምላኽ እንታይ ይግበሮ የመስግኖ እዚ እዩ እቲ ናይ ቃሉ ሓቂ እዚ እዩ እቲ ናይ እግዚኣብሄር ሓቂ ስም ኣምላኽ ዝተባረኸ ይኹን ንኣምላኽ ኣብ መቕደሱ እንታይ ግበሮ ኣመስግንዎ ሃሌሉያ ንኣምላኽ ኣብ መቕደሱ ኣመስግንዎ ኣብ ጠፈር ስልጣኑ እንታይ ግበርዎ ኣመስግንዎ ስለቲ ግብርታት ሓይሉ እንታይ ግበርዎ ኣመስግንዎ ከም ብዝሒ ዕቤቱ ኣመስግንዎ ብድምፂ መለኸት ኣመስግንዎ ብበገናን መሰንቆን ብኸበሮን ሳዕስዒትን ብቓና ኣውታርን እምብልታን ብጭልጭል ብዝብል ጸናጽል ጥዑም ብጥዑም ዝደሃዩ ትንፋስ ዘለዎ ኩሉ ንእግዚኣብሔር እንታይ ይግበሮ የመስግኖ እታ ቀንዲ ነጥቢ እዚኣ ማለት እዩ ስም ኣምላኽ ይባረኽ ትንፋስ ረኺብና ኣለና ትንፋስ ኣለና ማለት ስቲል ሕጂ እውን ተስፋ ኣለና ማለት እዩ ንኣምላኽ እንታይ ክንገብሮ? ነመስግኖ። ዘይተዓረየ ነገር ክንዕርዮ ዕድል ኣለና ማለት እዩ። ዝተባላሸወ ነገር ክንጽግኖ ሕጂ እውን እንታይ ኣለና? ዕድል ኣለና። ተስፋ ኣሎ ማለት እዩ። ስም ኣምላኽ ይባረኽ። እታ ህዝቅያስ ዝተዛረባ ነንብባ እሞ ድሕሪኡ ትርድኣና ጥዑይ ገይራ ስም ኣምላኽ። ትንቢት ኢሳያስ ሓምሳ ሰላሳን ሸሞንተን ንጉስ ህዝቅያስ ዝተዛረባ ዘረባ ኣላው። ከምዚ ኢሉ ካብ ሓደ ክንብቦ በቲ ዘመን እቲ ህዝቅያስ ንሞት ክሳዕ ዝዋላእ ሓመመ ነቢ ኢስያስ ወዲ ኣሞጽ ከኣ ናብ መጺኡ እግዚኣብሔር ከምዚ ይብል ኣሎ ክትመውት ኢኻ እምበር ኣይክትሓውን ኢኻ እሞ ብናይ ሓዳርካ ተላቦ በሎ ሽዑ ህዝቅያስ ገጹ ናብ መቕደስ ናብ መንደቕ መሊስዎ እግዚኣብሔር ዕቑባኻ ብሓቅን ብፍጹም ልብን ኣብ ቅድሚ ገጽካ ከም እተመላለስኩ ኣብ ቅድሚ ዒንትኻ ሰናይ ከም ዝገበርኩን ዘክር ኢሉ ናብ እግዚኣብሔር ጸለየ ህዝቅያስ ድማ መሪር ብኽያት በርኸ በኸየ ሽዑ ከምዚ ዝብል ቃል እግዚኣብሔር ናብ ኢሳያስ መጸ ኪድ እሞ ንህዝቅያስ ንገሮ እግዚኣብሔር ኣምላኽ ዳዊት ኣቦኻ ጸሎትካ ሰሚዑ ሰሚዐ ንብዓትካ ርኤ እንሆ ካብ ዕድሜኻ ዓሰርተ ሓሙሽተ ዓመት ክውስኸልካ ኢሉ ኣብቲ ዓሰርተ ሓሙሽተ ከይድና እንተርኢና እንታይ እሞ ክብል ንሱ ተዛሪቡ ኣሎ፣ ንሱ ኸኣ ገበሮ። ብዛዕባ ምረት ነፍሰይን ብኹለን ዓመታተይን ብህድኣት ክማላለስ እየ፣ ወእግዚኣብሄር ሰብ ብኸምዚ እዩ ብህይወት ዝነብር፣ ብህይወት መንፈሰይ ከኣ፣ ህይወት መንፈሰይ ከኣ በዚ ኹሉ እዩ። እምበኣርሲ ኣሕውየኒ። ህይወተይ እውን እንታይ ግበረለይ? ምለሰለይ። እነሆ እዚ ዓብዪ ምረት ንሰላመይ ኰነ። ንስኻ ንዅሉ ሓጢኣተይ ናብ ድሕሪ ዝባንካ ደርቢኻዮ ኢኻ እሞ፣ ንነፍሰይ ኣፍቂርካ ካብ ጕድጓድ ጥፍኣት ኣናገፍካያ። ሲኦል ኣየመስግነካን፣ ሞት ኣየጕድሰካን። እቶም ናብ ጕድጓድ ዝወረዱ ብሓቅኻ ተስፋ ኣይገብሩን እዮም እሞ፣ እቲ ህያው እቲ ህያው ከምዚ ኣነ ሎሚ ዝገብሮ ዘለኹ የመስግነካ ኣቦ ንውሉዱ ሓቅኻ ኣቦ ንውሉድ ሓቅኻ ከፍልጦም እዩ እግዚኣብሄር እዩ ዘድሓነኒ ስለቲ ስለዚ ብመዓልታትና ብመዓልታት ህይወትና ኩሉ ኣብ ቤት እግዚኣብሄር ንመዝሙረይ ብመሰንቆ ክንዝምሮ ኢና ይብል ስም ኣምላኽ ዝተመስገነ ይኹን ስለዚ እዚ ሰብ እዚ ነዛ ቃል እዚኣ ኣዛሪብዎ ኣሎ እቶም ጉድጓድ ዝወረዱ ብሓቂ ናይ ኣምላኽ በቲ ናይ ኣምላኽ ተስፋ ክገብሩ ኣይክእሉን እዮም ስም ኣምላኽ ዝተመስገነ ይኹን። ስለዚ እዛ ትንፋስ ዘለዎ ኩሉ ንእግዚኣብሄር የመስግኖ ማለት ካብ ምኽንያት ዘበለ ኩሉ እያ እንታይ ትገብረና ተውጽኣና። ንዓይ ተውጽኣኒ እያ ንዓኹም ከኣ እንታይ ትገብረኩም እያ ተውጽኣኩም። ብዙሕ ጓሂ ጉሄን ዋላ እንተበልኩም ብዙሕ ሽግር በዚሕኒ ዋላ እንተበልኩም ብዙሕ መግደራ በዚሕኒ ዋላ እንተበልና ስቲል ኣብ ትንፋስ ክሳዕ ዘለና እግዚኣብሄር ከሕውየና ይኽእል እዩ። እግዚኣብሄር ሰላምና እንታይ ክገብሮ ይኽእል እዩ ከዕብዮ ይኽእል እግዚኣብሔር በቃ ብሓቁ ተስፋ ክንገብር እንደገና ዕድል ክበና ይኽእል እዩ ስም ኣምላኽ ዝተመስገነ ይኹን ስለዚ እቲ ህያው ከምዚ ኣነ ዝገብሮ ዘለኹ ንኣምላኽ እንታይ ይግበር የመስግን ትንፋስ ዘለዎ ኩሉ ንመን የመስግን ንእግዚኣብሔር የመስግን እንታይ ማለት እዩ እንደገና እንታይ ኣለዎ ማለት እዩ እንደገና ተስፋ ኣለዎ እንደገና በቲ ሓቂ ናይ ኣምላኽ ብቓል ናይ ኣምላኽ ተስፋ ክገብር ይኽእል ኢየሱስ ጐይታ እዩ ካብቲ ዘለናዮ ክንትስኢና እዚ ቃል እዚ ከዓ ሒዝና ንኣምላኽ ክነመስግን ኢና ንኣምላኽ ኣብ መቕደሱ እንታይ ግበርዎ ኣመስግኑ ኣብ ጠበር ስልጣኑ ንኣምላኽ ታይ ግበርዎ ኣመስግኑ ከም ብዝሒ ዕብየቱ ንኣምላኽ ኣመስግኑ ንኣምላኽ ክነመስግኖ ኢና ሃለሉያ ክብሪ ነቲ ልዑል ክንህብ ኢና ምስጋና ነቲ ልዑል ነፍሰይ ንኣምላኽ ባርኺ በላ ሃለሉያ ኣብ ውሽጠይ ዘሎ ኩሉ እውን ነቲ ቅዱስ ስሙ እንታይ ግበር ይባርኽ ሃለሉያ ንኣዝዞ ሎሚ ኣይሕለፈና ኣብ ውሽጥና ዘሎ ኩሉ ንእግዚኣብሔር ይባርኽ ስም ኣምላኽ ይባርኽ ሃለሉያ ነብሰይ ንኣምላኽ ኣመስግንዮ ዝገበረልኪ ኣይረስዕዮ ሰናዩ ሰናይ